ደብዳብ ድሮን ኣብ ግጀት ተፈጺሙ። ግጀት ማለት ኣብ ከተማ ሳምረ ትበሃል ማለት እዩ። ኣብ ምብራቕ ትግራይ ዝርከብ ከባቢ ኮይኑ ካብ ሳምረ ውፅእ ኢሉ ዝርከብ ካሊእ ከተማ እዩ ማለት እዩ ግጀት ኣብ ግጀት እዩ ተፈፂሙ ስለዚ እዚ ናይ ግጀት ደብዳበ ሓደ ካልኣይ ብርኪ ቤት ትምህርቲ እዩ ወቂዑ እቲ ካልኣይ ብርኪ ቤት ትምህርቲ ቃፂሉ ማለት እዩ ሙሉእ ብሙሉእ ኣብኡ ዝነበራ ንብረታት ዓንዩ እቲ ኮምፒተራት እውን ተቓፂሉ ማለት እዩ ናይ ምምሃር ምስትምሃር እውን ኣተኣጓጒሉ ይበሃል ኣሎ እንተኾነ ኣምላኽ ይመስገን ኣብ ሓይሊ ሰብ ብዙሕ ሽግር ኣይፈጠረን ወይ ከዓ ፈጢሩ ዝብል ዜና ብዙሕ የለን ግን ከም ዘይፈጠረ እዩ ዝዘረብ ዘሎ ማለት እዩ ንብረት ግን ኣዕንዩ ኣሎ ነዚ ጉዳይ እዚ ኣመልኪቱ እንታይ ዓይነት መልስታት ተዋሂቡ እንታይ ዓይነት ዘረባታት ተዛሪቦም መን እንታይ በለ ዝብል ጉዳይ ሒዘልኩም መፅየ ኣለኹ ብዛዕባ ስኒት ብዝምልከት ከኣ ማለት እዩ፣ ስኒት ኣብ ጋዜጣ ሓዳስ ኤርትራ ዝተዋህባ ዲዛይን ተኸዲና ኮንቴስት ገይራ ኣላ ወይ ከኣ ተወዳዲራ ኣላ ዝኾነ ኣርያ ኣላ ማለት እዩ። ኣብኡ ከኣ ቃለ መሕተት ተገይሩላ ነይሩ። ምስዚ ቃለ መሕተት እውን ሰሚዕናዮ ማለት እዩ። ዳውን ሲንድረም ዘለዋ ሓፍተይ ኣላ ኢላ። እዚ ጋዜጠኛ ከኣ ብተመሳሳሊ ኣነ እውን ከምኡ ሸር ይገብረኪ እየ ገለ ኢልዋ ወዘተ። ምስዚ ጉዳይ ዝተታሓዙ ካሊእ ዘረባ ዝተዘርበ ኣሎ። ካብዚ ጉዳይ እዚ ውፃእ ብንብለሉ እዋን ምስ ብርጌድ ንሓመዱ ተታሒዙ ዝተዘርበ ዘረባ ሰልጠነ ግርማይ ዝተዛረቦ እዩ። ሰልጠነ ግርማይ ነመራርሓ ዝተዛረቦም ዘረባ ኣሎ ወይ ከዓ ዝወቀሶም ወቀሳ ኣሎ እንታይ እዩ ዝብል እዩ ሃይለ ደደቢትን ካልኦቶምን ከዓ ኣብ ናይ ሎማዓንቲ ጉዳይ ተዛሪቦም ኣለዉ ኣብ ኣዲስ ኣበባ ንዘለኹም ኤርትራውያን ኮኑ ተጋሩ ሓደ ሓዱሽ ሓበሬታ ዘሎ እንታይ እዩ ማለት እዩ እዚ ኣርኣያ ተስፋ ማርያም ዝበሃል ቅድሚ ሕጂ ከምኡ ዓይነት ናይ ሕማቅ ኣብ ልዕሊ ተጋሩሲ ናይ ምፅላእ ስራሕቲ ናይ ምፅላእ ክፅልኡ ናይ ምግባር ስራሕቱ ዝሰርሕ ዝነበረ ሰብ ሕጂ እውን ተመሊሱ መፅኡ ከምዚ ዓይነት መልእኽታት የመሓላልፍ ኣሎ ኩሉ ግዜ ብከምዚ ዓይነት ጠቃዊ ብዘይኮነ ዘረባ እንዳፀለመን ሕማቅ ነገር ኣብ ልዕሊ ተጋሩ እናተዛረበን ዝነብር ካሊእ ትግራዋይ እዩ ማለት እዩ ብጣዕሚ ዝሕዝን ነገር እዩ እቲ ምዝራብ ኣይኮነን ዝሕዝን ግን እንተይ ረኣየ እንተይ በለ ስቁኢሉ ብግምት ይመስለኒ እንዳበለ ዝዛረብ ኣፉ ዘምፅኣሉ ዝዛረብ ሓደ ዝተኸኸ እዩ መወዳእትኡ ን ከንፈሩ ጥራሕ ዘይኮነሲ ውሽጡ እንዳተኸኸ ዝርከብ ብሽጋራ ምትካኽ ኣብኡ እንታይ ዝበሃል ዳውን ኮይኑ ዘሎ ሰብ እዩ ግን ከምዚ ዓይነት ስራሕቲ ካብ ቀደም ጀሚሩ ክሳብ ሕጂ ከምዚ ዓይነት ተግባር እናተዛረበ እዩ ዝርከብ ብጣዕሚ ዝሕዝን ዝሕዝን ፍሉይ ሰብ እዩ ማለት እዩ ሕጂ ከምዚ ዓይነት ዘረባታት ስለ ዘለዉ ብዝተኻእለ መጠን ተኣኪቦም ይሓድሩ እታ ኮይኖም ይሓድሩ ገለ ወዘተ ዝብል ዘረባ ኣሎ ኣብቲ ናይ ሎማዓንቲ ጉዳይ ንዕኡ ነልዒልና ክንዛረብ ኢና ካልኦቶም እውን ዝተዛረብዎ ዘረባታት ኣሎ በዓል ጆርጆ ድራር እውን መልሲ ክነበሎም ኢና ማለት እዩ ኣወል ስዒድ እውን ከምቲ ኣመሉ እቲ ንመፃኩም ኣለና ተፀቦይና እናበለ መቐለ እንደራኸበና ገለገለ እናበለ ብምንታይ ድዩ መቐለ ክንራኸብ ምስ ጠፋእና እዩ መቐለ ክመፅ ይመስለኒ የራኸበና ገለ ወዘተ ዝብል ዘረባታቱ እንዳገለፀ እንዳፈከረ ይርከብ ኣሎ ማለት እዩ ነዚ ቻነል እዚ ሓደሽቲ ኮይንኩም ክትሰምዑ ኢኹም ናይ ሎማዓንቲ ቪድዮታት ሳብስክራይብ ብምግባር ጥራሕ ነዚ ቻነል ጀምርዎ ክብለኩም እየ ዝደሊ ሳብስክራይብ ጌርኩም ድሕሪ ዳኣ ጀሚርኩሞ ብጣዕሚ ኣዝዩ ጽቡቕ ነገር እዩ ማለት እዩ ካብ ሳብስክራይብ ወፃእ ከዓ ርእቶ ዝሃቡኒ ሰባት ኣለዉ ነዞም ርእቶ ዝሃብኩምኒ ሰባት ርእቶታትኩም ዘንብበሉ ሰዓት በፂሑ ኣሎ ቴትስ ሽደን ኤርትራውያን ክፈትወካ ኢልካ ንበዓል ሸዊት ሽማልዕ ኢልካ ትቃወማ ይግባእን ኤርትራውያን እኮ ይፃረፉ ኣለዉ ንዘይግደሰልካ ምግዳስ ደረጃኻ ኣይተውርድ ንኤርትራውያን ክተቃባጥር ተኸኽ ትብል ኣለኻ ላምስ ብኢዳ ዝቐርባ ብእግራ ትሓክኽ ዝበሃልሲ ከምዚ ናትካ እዩ ክልተ ግዜ ንስኒት መሪጸ ኢልካ ነጊርካና ጓራየ ከኣ ኢትዮጵያዊት እያ ትገርም ሰብ ኢኻ ወዘተ ዝብል ርእይቶ ቴትስ ሂቡኒ ኣሎ ማለት እዩ ዌል ቴትስ ኣነ ጓራያ ንምንታይ ንሩት መሪጻታ ኣይበልኩን ንምንታይ ንስኒት ዘይመረጸትስ እያ ኣይበልኩን ኣብ ኣዛራርባ እዩ እቲ ስሕተት የለ ዘረባ እዩ እቲ ዋና ጸገሙ እምበር ንደስ ዝበለካ ንክትመርጽ ኣነ ንሩት እንድሕር መሪጸያሲ ንሩት ዝመረጽኩሉ ምክንያት ንዓ እዩ ዝምልከት ዝብል እዩ ካልኦት ሰባት ጀስቲፋይ ጌርካ ንምንታይ ከም ዝመረጽካዮ እንተ ተዛሪብካ ሶ ኦኬ ጸገም ዘለዎ ኣይኮነን ግን ቅድሚ ሕጂ እቶም ከምዚ ተገበርና ከምዚ ዝበልና ከምዚ ዝበልና ኢሎም ዋላ ባንዴራ ሒዝና ብሙሳቶም ክንስዕስዕ ኢና ገለ ገለ ዝብሉ ዝጸንሑ ሕጂ ግልብጥ ኢሎም ኣብ ከምዚ ዓይነት ነገር ክኾን ከሎ ዘለዎም ውልቀ ጽላኣት ስቕ ኢሉ ኣለካ እንዶ ማለት እንድሕር ደኣ ፍቱው ትግራዋይ ክትኮን ኮንካ ሲ ናይ ግድን ምስ ኤርትራዊ ዝተጻልእ ክትኮን የብልካን ፍቱው ኤርትራዊ ክትኮን ትኮንካ ከዓ ናይ ግድን ዓጋሜልካን ተጋሩ ትጻረፍ ዓይነት ሰብ ክትኮን የብልካን ዝብል ኣበሃላ እዩ ዘለናተ ማለት እዩ ሶ ጎበዝ ሰብ ምዃንካ እቲ ውልቀ ማንነትካን ስብእናኻን እዩ ናብ ጎበዝ ዝቕይረካ ወይ ድማ ናብ ለባም ዘብለካን ዝቕይረካን ካብ ኣፍካ ዝወፅእ ቃል ዝሕስረካን ዘኽብረካን እምበር ከምቲ ንስኻ ትብሎ ዘለኻ ከቀባጥረሎም ገለ መለኢለ ገለ ኣይኮነን እንተ ኣነ ዝመረፅኮ ናይ ባዕለይ ምርጫ እዩ እኮ ክዛረብ ከለኹ ትማሊ ከቀባጥር ኢለ ገለገለ ኣይኮንኩም መሪፀ ናይ ባዕለይ ምርጫ እዩ ንሩት ተመሪጸ እውን ናይ ባዕለይ ምርጫ እዩ ንሩት መሪጸ እያ ኢለ ይዛረብ ማለት እዩ ዌል ንሱ ጥራሕ ኣይኮነን ቅድሚ ሕጂ ሲ ንኣዶናይ መሪጸ ንኣብነት ንኣዶናይ ክመርጽ ከለኹ ትግራዋይ ብምዃነ ኮንኩም መሪጸ በቲ ሽዑ ዝሰርሖ ዝነበርኩ ስራሕ እዩ ግን እታ ምስኡ ትወዳደር ዝነበረት ከዓ መማህርተይን ጓል ክላሰይን ከዓ ነራ በቲ ሽዑ እዋን ክዛረብ ከለኹ ግን ንኣዶናይ እየ መሪጸ ኢለ ንምንታይ ከምኡ ኢልካ ተይልካኒ ፐርሰናል ፕሪፈረንስ ስለ ዝኾነ ብዙሓት ሰባት ከዓ ነዚ ጉዳይ እዚ ብከምዚኦም ተረዲኦሞ ማለት እዩ ሶ ከምዚ ዝበልኩሉ ምኽንያትሲ ሸዊት ከምዚ ንዘይሹማ ገለ ሂበያ ኣይኮነን። ሸዊት፣ ኣሞራ ሰማይ ወዘተ ገለ ዝበሃሉ ኣለዉ። ትግራዋይነቶም ሕሉፍ ትግራዋይነቶም ክረጋግጹ ዝኽእሉ ምስ ኤርትራውያን ብምጽራፍ ማለት እዩ። ካልኦት ከኣ ኣብ ኤርትራ ከኣ ኣለዉ ማለት እዩ። በዓል ሶሎ ሚድያ ገለመለ ዝበሃሉ ከምዚ እናበለ እንዳተዛረበ ዝውዕል ማለት እዩ። ሕሉፍ ኤርትራዊ ምዃኖም ከርእዩ ዝኽእሉ በዓል ጆርጅ ድራር ወዘተ ኣብ ጽላእት ትግራዋይን ኣብ ከምኡ ዓይነትን ክሰርሑ ዝኽእሉ እንዳሰርሑ ዝውዕሉ ማለት እዩ። ሕጂ ምስዚኣቶም ኣይኮነን እቲ ናተይ ዘሎ ዘረባ። ተኣዩ ምስቶም ዝሰምዑኒ እዩ ከማኻ ዝኣመሰሉ ምስቴትስ ምስ ካልኦትኩም ኣብዚ ናተይ ቻናል ዘለኹም እዚ ጉዳይ እዚ ፐርሰናል ፕሪፈረንስ እዩ ጓራያ ነቲኣ ክትመርፅ ትኽእል ንካሊእ ክትመርፅ ትኽእል ኣብ ምምራፅ ኣይኮነን ትፀገም ዘሎ እቲ ንዛረቦ ዘለና ቃላትሲ እንታይ እዩ ትርፉ እንታይ እዩ ትፀገም ማለት ሽንጥኻ ገቲርካ ላይቭ ኣቲኻ ካሜራ ከምዚ ጌርካ ሲ ንእከለ ከይትመርፅዎ ንእከለ ከም ትመርፁ ንእከለ ምረፁን ንእከለ ከይትመርፅዎን ኣፈላለይ ኣለዎ ባይዞ ንእከለ ምረፁ ኢልካ ፃውዒት ምግባር ነቲ ንስኻ ደስ ዝበለካ ሰብ ምጉስጓስ ማለት እዩ ንእከለ ከይትመርፅዎ ማለት ግን ካብ ምረፅዎ ዝብል ሓሊፉ ንኸይምረፅ ዝግበር ተቃውሞን ምንቅስቃስን እዩ ሶታ እዩ ትርጉሙ ኣብዚ ሲ እንታይ ኢና ንምንታይ ኢና ንለፍዕ ልፍዓ ዝበሎስ ብሕልሚ ዳውላ ይሽከም ደይኮነን እቲ ጉዳይ እዩ ናተይ ተረዲእኻኒ ማለት እዩ ሶ ካብዚ እንድሕር ተበጊስካ ተረዲእኻዮ ስ ኦኬ ደስ ዝበላ ጓራያ ክትመርፅ መሰላን ፈረቓን እዩ ቀፂልና ናብ ናይ ሎማዓንቲ ጉዳይ ኣብቲ ናይ ሎማዓንቲ ጉዳይ ውን ባይዘወ ኣንፎርችኔትሊ ወይ ከዓ ፎርችኔትሊ ብኡ እዩ ዝጅምር ኮንቴስት ዝገበራሉ ወይ ከዓ ዝተወዳደራሉ መድረክ እዩ እስኪ ንርኣዮ ከምዚ እዩ ነይሩ ማለት እዩ እቲ መእተዊ ጌራ ገለ እታይ ዝበሃል ኣርእያ ማለት እዩ ክዳናን ማዕርጋን ገለ ሳምቲንግ ኣርእያ ኣዝዩ ዝኾነ ፅቡቅ ዝኾነ ቫይቭ እዩ ነይሩ ብጠቕላላ ክረአ ከሎ ማለት እዩ ከም ዝመሰለኒ ፒፕልስ ቾይዝ ኣዋርድ ዝበሃል ኣሎ ነቲ ሽልማት ንሱ ናይ ምውሳድ ስራሕ እዩ ቀዳመይቲ ኮይና ኣላ ማለት እዩ ቀዳመይቲ ኣላ ብዙሓት ኣለዋ ኤዥያ፣ ኦሽንያ፣ ገለ ዩሮፕ፣ ኣፍሪካ ገለ ገለ ኣሎ። ኣብቲ ናይ ኣፍሪካ ሕጂ ቀዳመይቲ ኮይና እያ ትመርሖ ዘላ ማለት እዩ። ብጣዕሚ ዝገርም እዩ። ብዙሓት ትማሊ እውን ኢንተርቪው ተገይሩለን ነይሩ ብዙሓት ሰባት ሲ እንታይስ ይብሉኺ ማለት እንታይ ይብላኺ ተን ካልኦት ገለ ክትበሃል ከላ ዋይ ብዙሕ ድጋፍ ካብ ህዝብስ ኣለኪ ይብላኒ ሒዘልኩም ክመፅየ ገለ ትብል ነይራ ማለት እዩ ኣርባዕተ ሚልየን እዩ ብጣዕሚ ኢትዮጵያ ካልእተላ ማለት እዩ ክልተ ሚልዮን እዚ እውን ኣዝዩ ዝገርም እዩ ናይጀርያ ብበዝሒ እዚ ዋላ ገለመለ እኳ ተኾኑ ማለት እዩ ሓደ ነጥቢ ሸሞንተ ብምዃኑ ማለት እዩ ሳልሳ እዮም ዘለዉ ሶ እቲ ፒፕልስ ቾይስ ኣዋርድ ዝበሃል ራውንድ ዋን ሊደር ቦርድ ኣብዚ ዝለጠፍሉ ማለት እዩ እቲ ናይ ባዕላቶም ዝኾነ ኖቲስ ቦርድ ከምዚ እዩ ገይሩ ለጢፍዎ ዘሎ ወይ ከዓ ፖስት ገይርዎ ዘሎ ናቕፋ ፕሬስ እውን ነዚ እዩ እንታይ ዝበሃል መሰረት ገይርዎ ዘሎ ናቕፋ ፕሬስ ሕጂ ኣነ ዝፎቶ ገለ ስለ ዝኾንኩ ኣይኮንኩን ግን በቃ በቲ ስኒት ናይ ስኒት ዘሎ ምንቅስቃስ ግን ዝሓሸ ስለ ዝኾነ ብዝብል እዩ ማለት እዩ ከምዚ ዓይነት ግን ነገር ኣሪኣ ክብለኩም ኢለ እየ ማለት እዩ ፅቡቅ ከዓ ነይሩ እቲ ኢንተርቪው ዝገበረቶ እውን ብጣዕሚ ዝገርም ነይሩ እቲ ናይ ደብዳብ ድሮን ግጀት ዝነበረ ጉዳይ ብኸምዚ እዩ ዘሎ ንቐጽሎ ንርኣዮ ማለት እዩ። ድሮን ግጀት ትማሊ ዕስራ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ምሸት ከባቢ ሰዓት ኣርባዕተ መንግስቲ ኢትዮጵያ ኣብ ካልኣይ ብርኪ ቤት ትምህርቲ ግጀት ደብዳብ ድሮን ፈጺሙ። እቲ ደብዳብ እሺ። እዛ ሰሓርቲ ከተማ ግጀት እትርከብ ካልኣይ ብርኪ ቤት ትምህርቲ ዝተፈጸመ እንትኾን በቲ መጥቃዕቲ ድሮን ከይዲ ምምሃር ምስምሃር ንምቅልጣፍ ብሓገዝ ዝተረኽባ ሰላሳን ሓሙሽተን ኮምፒዩተራትን መምሀሪ ክፍልታትን ሓደ ብሎክ ሙሉእ ብሙሉእ ሓደ ብሎክ ድማ ብኸፊል ዕንወት ከምዝበፅሖ ዋና ኣመሓዳሪ ወረዳ ሰሓርቲ መምህር ኪሮስ ጫማይ ገሊፆም እዮም። ንምንታይ እዩ መልሲ ዘይተውሃበ? ግርም፣ ሕጂ ንምንታይ እዩ መልሲ ዘይተውሃበ ዝብል ሕቶ ትኽክል ክኸውን ይኽእል እዩ ብስሩ። ከምዚ ዓይነት ሕቶ ክሕተት ከሎ ማለት እዩ። ማለት ኣለኒ ኢልካ እንድሕር ኣቲኻ ኮይንካሲ ንምንታይ ኢኻ መልሲ ዘይትህብ? ንምንታይ መሲሉኩም ሓደ ኣትሊስት እንድሕር ድኣ ማዕረ ማዕረ ተመጣጣኒ ሓይሊ ኮይንካ ነቲ ዝግበር ዘሎ ደብዳባት ማለት እዩ ወይ ፈሪሑ ከቋርጽ ወይ ጠጠው ከብል ሓደ ስጉሚ እዩ ተለካ ኮይኑ ማለት ዘየብልካ ተኮይኑ ድማ ካብ መጀመሪኡ ስለ ዘየብልካ በቃ ከምዚ ዓይነት ነገር ካብ ዝመጽእ ኢልካ ምግዳፍ እዩ ነይሩ ሶት ሕቶ እዚስ ግዚኡ ዝሓለወ ሕቶ እዩ ክኸውን ይኽእል እዩ ምናልባት ሸኲለ ዶ ወይ ቀልጢፈ ዶ ገለገለ ዘብል ሕቶ ኮይኑ ኣይኮነን እዚ ዓንዩ ዘሎ ናይዚ ቤት ትምህርቲ ማለት ንብረት ግን ማለት ንምንታይ እዩ ቤት ትምህርቲ ክወቅዕ ክኢሉ ዝብል ኣነ ኣብ ሕቶ ይዝመላለስ ዘሎ ዘሎ እቲ ማእከላይ መንግስቲ ሲ ብሱሩ ትግራይ ድሕሪ ሕጂ ምሳይ ክትኮውን ወይ ከዓ ዓዲ ኮይና ኣብዚ ኣባል ኮይና ክትቅፅል ኣብ ናይ ኢትዮጵያ ክልል ዶ ወዘተ ወይ ተስ ኮንፌደሬሽን ገለ ዝብል ሓሳብ ከምዘይብሉ እዩ ንዓይ ዘርእየኒ ማለት እዩ። በቃ ከምዚ ዓይነት ወግዕሲ ሓሳብ ከምዘይብሉ እዩ ዘርእየኒ ምንታይ ቤት ትምህርቲ ምስ ቤት ትምህርቲ ምውቃዕ ዋላ ሓንቲ ናይ ቃልሲ ዝበሃል ናይ ገሊ ዝበሃል ናይ ካሊእ ዝበሃል ናይ ታርጌት ምግባር ገለ ዝበሃል ርክብ የብሉን። ሓደ ቤት ትምህርቲ ኮምፒተሩ እንድሕር ኣቃጺልካሉ ብኻሊእ ኣበሃህላ ዝመሃር ወለዶ ኢኻ ተቃጽል ዘለኻ ማለት እዩ። ሶ እቲ ዝመሃር ወለዶ ጉዳይ ኣይኮነን ዝብል ሓሳብ ከም ዘሎ ካብቲ ማእከላይ መንግስቲ በቃ ተስፋ ክትቆርጽ ካብ ዝገብር ነገር ሓደ እዚ እዩ ማለት እዩ። በቃ እዚ ናይ መወዳእታ ማለት እዩ እዚ ቤት ትምህርቲ ቤት ትምህርትን ሕክምናን እንድሕር ተወቂዑሲ ካሊእ ብድሕሪኡ እንታይ እንታይ እንታይ ንክገብረለይ እየ እሞ እንታይ ፕሮቴክት ክገብር እቲ ቤት ትምህርቲ ወቂዑስ እንታይ ክገብረለይ ካሊእ ግዘ እቲ ቤት ትምህርተይ እንተዕንዎስ እንታይ ክገብረለይ ሓደ እታ እዩ ዝበሃል ንኣድግያ ፈሪሐንስ እንዳውላድ እዩ ዝበሃል ዘሎ ከምኡ እዩ ማለት እዩ እንታይ እዩ እቶም ካልኦት ኣካላት እቶም ንዑ ዝዛረብዎ ዘሎ ኣካላት ኣብ ካሊእ ቦታ ይርከቡ እቲ ቤት ትምህርቲ ድማ ቤት ትምህርቲ ምስቲ ቤት ትምህርቲ እንታይ እዩ ሕጂ ዝኾነ ምክንያት ክህልዎ ይኽእል ኮ እዩ ሕጂ ንሳቶም ከምዚ ዝበለ ዕጥቂ ነይርዎ ገለገለ ዝብል ማለት እዩ ከምቲ ዝሪኦ ዘለኹም ድሕር ኮይኑ ኮምፒውተራት እየን ተቓፂለን ዘለዋ እተን ተቓፂለን ዘለዋ ኮምፒውተራት ድማ ብማኢተ ሸሓት እንዳተገዝኣ ንተምሃሮ ነቶም ኣብዚ ዝመሃሩ ተምሃሮሲ ተስፋ እንትኾና ተባሂለን ዝመፃ እየን እምበር ሱቕ ኢለን ኦሎፍ ኤሳደን ብሓደ ግዜ ዝተጠርያ ንብረታት ከም ዘይኮና ማንም ሰብ ክፈልጥ ይግባእ ማለት እዩ ስለዚ ማእኸላይ መንግስቲ ዝገብሮ ዘሎ ነገር እዚ ዝኹነን ተግባር እዩ ብጠቕላላ ቤት ትምህርቲ ኣይውቃዕን እዩ ናይ ሓበራዊ መገልገሊ ዝኾኑ ናይ ህዝብታት ናይ ህዝብታት ዝግልገሎም ቦታታት ይኹኑ ናውቲ ማእኸላት ምውቃዕ እዚ ግብረ ራዕዲ ምፍፃም እዩ ስለዚ እዚ ግብረ ራዕዲ ምፍጻም እዩ፣ ክውገን ክውገዝ ዝግብኦ ጥራሕ ዘይኮነሲ ብሱሩ ፍጹም ክኹነን ዝግባእ ዓለም እውን ክትሪኦ ዘለዋ ጉዳይ እዩ። ቤት ትምህርቲ ምድብዳብ ኣድላይ ኣይኮነን። እንድሕር ድኣ ጸሊእዎም ነዞም ሰባት እዞም ሰባት ሒዙ ይእሰሮም ብዘየገድስ ምኽንያቱ ክንኣስረካ ኢና ኢሎሞ ወይ ክነጥፍኣካ ኢና ኢሎሞ ሱቕ ኢሉ ይጸበዮም ዝብል ኣነ እውን ኣመለኻኽታ የብለይን ዕውር ኣይኮንኩን። ባዕሎም ብዘውጽ ብዘውጽዎ ብዝገበርዎ ዘረባ ስለ ዝኾነ ነቲ ህዝቢ ግን ከምዚ ዓይነት መልእኽቲሲ ሎማዓንቲ ከምዚ ገይሩ ቤት ትምህርቲ ገለ እንዳዕነወሉ መጎጎኡ መሰንከቲኡ ገለ እንድሕር ዕንዩሉሲ እንታይ ኢሉ ክድግፈኒ ኢሉ እዩ ትፅቢት ዝገብር እንታይ ኢሉ ክድግፈኒ ኢሉ እዩ ትፅቢት ዝገብር እዚ ኣይተረድእንን ማለት እዩ ከም ኣነ ከምዚ ዓይነት ተግባር ኣብ ዝግበረሉ እዋን ዋላ ሓንቲ ብስሩ ሞሳ ምስግና ጥራሕ ዘይኮ ዝህብዎ ሰባት ክህሉ ይኽእሉ እዮም ሞሳ ምስግና ዶ ከምዚ እንኳዕ ገበርካልና ዶ ከምዚ ጌርካ ነዚኦም እንተጥፋኻልና ዶ ገለገለ ዝብል ቃላት ኣለዎም ኣነ ግን ብተፃራሪ ናይቶም ከምዚ ዝብሉ ሰባት እዩ ጠጠው ዝብል ማለት እዩ እዚ ቤት ትምህርቲ እዩ ቤት ትምህርቲ ፅባሕ ወለዶታት ዝህነፅሉ እዩ ንወለዶታት ዝተዳለወ እንጀራ ናይ ፅባሕ እዩ ዕድል እዩ በዓል ሃይለ ደደቢት ገለ ገለ ምስ ትዛረቦ ምስ ኣይምልከተንን እዩ እቲ ንሳቶም ዝዛረብዎ ናብዚ ጣጣ እዚ ከም ዘእተወና ስለ ዝፈልጥ ናይዚኣቶም ዘረባ ሕጂ እንታይ ከይብሉ ኢልኩም ንክትሰምዑ ኢለ እየ እምበር ቁም ነገር ይዛረበ ኣሎ ንክትሰምዑ ኢለ ኣይኮንኩን ኣምፅኤ ማለት እዩ ንእለት በቃ ክቃጸል ከሎ ከምዚ ክድብድብ ከሎ መልስ ምሃብ የድሊ ዝብል ፐርሰፕሽን ዘለኩም ኣሕዋትና ከዓ ወታደራዊ ምዃኑ እቲ ጉዳይ ኣይትጠራጠሩ እዚስ ክትርድእዎ እዩ ዝግባእ ክብል ደልየ እየ ወታደራዊ እዩ እተው'ያ ተቓለሱ እንተተባሂሉስ ሰራዊት'ዩ ክኣቱ፣ ህዝቢ ኢዩ ደቁ ከስልፍ ማለት። ስለዚ እቲ ኩነታት ጀሚርና ንድሕሪት ከም ዘይቕልበስ፣ እቲ ኩነታት ብሓንሳብ ምስ ጀመርናዮ ክንውድኦ ብንኽእለሉ ደረጃ እንተዘይተቐናጅዩ፣ ባንክን ታንክን ሒዙ ዝቃለሰካ ዘሎ ስርዓት፣ ከጥፍኣካ ዝቃለሰካ ዘሎ ስርዓት፣ ኣብቲ ንኽእ ኣብቲ ንኽእ እንዳበልካ፣ ካብ ሱሩ ክትፍንቅሎ ክተጥፍኦ ኣብ ዘይትኽእለሉ እዋን ብኸምዚ ዓይነት ጅምር ግደፍ ዝኸውን ከም ዘይኮነ እየ ክሕብረኩም ዝደሊ። ስለዚ።
ስለዚ ኣብ ዞባ ደቡብ ኣይፒኤን ወርልድ እውን ከምኡ ኢሉ ከተማ ግጀት ደብዳብ ድሮን ተኻይዱ ማለት እዩ። ኣብ ዞባ ደቡብ ምብራቕ ከተማ ግጀት ትማሊ ምሸት ብዘጋጠመ ደብዳብ ድሮን ኣብ ሓደ ካልኣይ ብርኪ ቤት ትምህርቲ ከቢድ ናይ ንብረት ዕንወት ከም ዝበፅሐ እዩ ተሓቢሩ እዩ ዝብል። ህይወት ሲቪል ዝበፅሐ ጉድኣት እኳ እንተዘይተረጋገፀ ሓደ ብሎክ ናይቲ ቤት ትምህርቲ ኣብዚ ዓመት ብሓገዝ ዝተረኽባ ኮምፒዩተራት ግን ሙሉእ ብሙሉእ ከምዝዓነዋ እየን ተገሊፀን ዘለዋ ማለት እዩ። ኣርባዕተ ሰዓት ናይ ምሸት ትማሊ እዩ ከዓ እቲ ደብዳብ ተኻይዱ ማለት እዩ። ሶ ብዘይ ዝኾነ ነገርሲ እቲ ደብዳብ ድሮን ኣብዚ ልዕሊ ቤት ትምህርቲ ተገይሩ ዝብል ሓሳብ እዩ ዘሎ ወይ ከዓ ፅሑፍ እዩ ዘሎ ፖስት እዩ ዘሎ ማለት እዩ ብጠቕላላ እዚ ኣነ ብጣዕሚ ብጣዕሚ ዝሕዘነን ብጣዕሚ ናይ መወዳእታ ግዜ ከዓ ማለት እዩ መቆጥዒ ዘቆጥዐኒ ተግባር እዩ ከም ውልቀ ሰብ ማለት እዩ ከም ውልቀ ሰብ ክሪኦ ከለኹ ብጣዕሚ ኣዝዩ ዘናድድን ፍልይ ዝበለ ተግባርን እዩ ዕዕናዋይ ዝኾነ መንግስቲ ጥራሕ ምንም ዓይነት ነገር ኣይርደእንን እዩ ናይ ሰላም መንገዲ ዝብል ተዘይኮይኑ ቤት ትምህርቲ ዝድብድብ መንግስቲ ምስ ዝኾነ ይኹን ነገር ክፅብፀብ ኣይካኣልን እዩ ባይዘወይ ሶት ተገይሩ ዘሎ ነገር እሲ ኣዚና ንኹንኖ ዝግባእን ኩሉ ግዜ ከዓ ማለት እዩ ናይዚ ፍፃመ እዚ ናብ ዓለም ክነስምዖ ዝግባእ ሓደ ጉዳይ ተሃለወ እዚ እዩ ማለት እዩ ብጣዕሚ ኣዝዩ ዝገርም በጣዕሚ ኣዩ ዝገርም ከምዚ እዩ ነይሩ እቲ ቃጸሎ ማለት እዩ ናይቲ ቤት ትምህርቲ ቃጸሎ ሎሚ እዚ እዩ ናይ ነይሩ። ድሮን ድብደባ ኣካይዱ ኣሎ ኣብ ትምህርቲ ቤት ሳምረ ዝባሃል ኣከባቢ ኣብ ግጀት ትምህርቲ ቤት ማለት እዩ ድሮን ደብዲቡ ኣሎ ብጣዕሚ እዩ ዝገርም እቲ ቤት ትምህርቲ ዳርጋ እዕኒዎ እዩ እንግዲህ ናይ ዓቅሊ ጽበት እዩ ጽምዶ ስለ ዘደንገጾ እዩ
ኣብ ልዕሊ ኣብ ካፒታል መቐለ እዩ። እዚ እቲ ናይ ዝሓለፈ እዋን እዩ ማለት እዩ። ኣብ ህጻናት ፈረስት ፖስት ማለት እዩ ኣፍሪካ ከምዝብሎ ዘሎ እንድሕር ኮይኑ ኣብ መንበሪ ከባቢ እዩ።

ውፅኢታዊ ዝኾነ ዓጢቖ ክህብ ከምዘለዎ እዩ ሎሚ ፀብፃባት ወፂኡ ዘርከብ ዘሎ። ስለዚ ብልፅግና እዚ ኣብ ልዕሊ ክልል ትግራይ ተደጋጋሚ ደብዳብ፣ ተደጋጋሚ መጥቃዕትታት የካይድ ኣሎ። ንምንታይ እዩ ሰራዊት ትግራይ ኣብ ልዕሊ ስርዓት ብልፅግና ስጉምታት ዘይወስድ ንብል ኢና። ንምንታይ እዩ መንግስቲ ኤርትራ ብተደጋጋሚ ብስርዓት ብልፅግና ኣዝዩ ኣነዋሪ ተግባራት እናተፈፀመ ስጉምታት ዘይወስድ ንብል ኢና። ሓደ ነገር ግን ይኽሸን ኣሎ። እቲ ዝኽሸን ዘሎ ነገር ግዜኡን ሰዓቱን ምስ ኣኸለ እቶም ዝምልከቶም ኣካላት ክሕብሩና እዮም።
እንታይ እሞ እዩ ዝኽሸን ኣሎ ይኽሸን ኣሎ ዘይኽሸን ኣሎ ገለ ዝብል ዋጋ የብሉን ማለት እዩ። ሓይልታት ጽምዶ ንከተማታት ኣምሓርሓራ ከውጽኡ ወፍሪ ከካይዱ ኪዳን ተፈራሪሞም ይብሉ። ኣደ ኣምሓርሓራ ከውጽእ ዝመውት ኤርትራዊ የሕዝን ኢሉ ማዕበል ክፍላይ ከኣ ፖስት ጌርዎ ኣሎ ብተመሳሳሊ ማለት እዩ። እንታይ ኣይናቶ ንዑ ኢሉ ዝመጸ ጉድ እንዲና ንሕና ተሸኪምናዮ ዝኔና ንሕና እኮ

ዝቕጽሉ መደባትና ድማ ኢንሻላህ መቓብር ብልጽግና ሰጊርና ኣብታ ሰላማን ሓርነታን ተረጋገጸ ህዝባ ናብ ሰለማዊ ሂወቱ ተመሊሱ ናብርኡ ዝመርሓላ ትግራይ ኣብ ሓራ ከተማኣ መቐለ ጓይላ ጽምዶ ተኺልና ክንራኸብ ኢና። ብፍላይ ድማ ንሸሞንቲኦም ሰማእታት ባድመ ባድመ ኣብ ትሕቲ ምሉእ ቁጽጽርና ኣላ እሞ ድሕሪ ደጊም ካብ ኢድና ወጸት ማለት ጸሓይ ዳግማይ ኣይትበርቕን'ያ ማለት ምዃኑ ክምስክረልኩም እነኹ። ሕድረኹም ኣተግቢረ ኣብ ማእከል ትግራይ ዝክረ ሰማእታት ክገብረልኩም ኣለኹ።
ጸወታ እዚ ካብ ቀደም ኣትሒዙ ዝጀመረ ጸወታ ከም ምዃኑ እዩ ኣነ ዝረኣየኒ ዘሎ ማለት እዩ። ነዊሕ እዋን እዩ። ተጀሚሩ ነዚ ከኣ እቶም ናትና ዘለዉ ዓያሹ እዮም ማለት እዩ ኣካይዶሞ እቲ ገበጣ ግን ኣብዚ ጀሚሩ ነዊሕ ግዜ ዝወሰደን ብኮነ ተባሂሉ ዝዕመም ዘሎ ተግባር ገይረ ኣነ ከም ናተይ ዝወስዶ ማለት እዩ ከም ናተይ ከምዚ እየ ዝርድኦ ከምቲ ካልኦት ሰባት እውን ከምኡ ይርድእን እንተልዮም ኣይዶ ኣይፈልጥን ግን ከም ናተይ ከምዚ እየ ዝርድኦ ኣነ ብወገነይ ማለት እዩ ስማዕ እንዶ ዓው ኢሉ ዝዛረብ እሺ ንሕና እኮ ካሊእ ኢና ዝሰኣና እምበር ዳንኬራን ጎይላን ኣይሰኣናን ዳንኬራን ጎይላን ዳኣ ትገብሩ ዶ የለኹምን ኣብ ዛላምበሳ ኩሉ ግዜ እም ኣብ መቓብር ብልጽግና ትብሎ ኣለኻ ትማሊ ትማል ትማሊ መንጀሪኖ ንመጸካ ኣለና ምሕዝነት ፈጢርና ኢላ ንህዝብና ዋጋ ተኽፍሎ ኣላ ንስኻ ድማ ሕጂ ኣብ መቓብር ብልጽግና የገለ ትብሎ ኣለኻ ዝጠፍእ ዘሎ ግን ህዝቢ ትግራይ እዩ ትማል ትማል እንታይ ትብል ኔርካ ንስኻ ካብ ሕጂ ንደሓር ሓቲ ሩሕ ትግራዋይ ኣይትመውትን ብጥይመት ዶ ትብል ነርካ ንስካ ያኢ እክሊ ክትህብ ንትግራይ ስጀመር ዓው ኢሉ ዝዛረብ ቅጫ ትምንጥል እምበር ቅጫ ኣይትህብን ፁብሪ ከም ዝመፅእ ኣነ ከም ብሪ ክሳራ እምበር መክሰብ ኣይረከብኩን ንምንታይ እንታይ ክሳራ እንተልኩምኒ ትዲኤፍ ብ ክልተ ተመቃቂሎም ኣብ ትግራይ ዓው ኢሉ ዝዛረብ ዝነበረ ደስ ዝበሎ መሰሉ ዝሓትት ዝነበረ ዝዛረብ ዝነበረ ተዛሪብካ ተብሂሉ ዝጭወየሉ ዝእሰረሉ። ሓደ ካብቲ ዝምነዮ ንነዊሕ ግዜ ክቃለሰሉ ዝጸናሕኩ ኣብ መንጎ ህዝቢ ኤርትራን ህዝቢ ትግራይን ናብ ሓደ ምምጻእ እዩ። ኣብ መንጎ ክልቲኦም ዘሎ ሽግር ተተፈቲሑ ዝዓበየ ናይ ሚእቲ ዓመት ጣቓ ናይ ጽልኢ ክቕንጠጥ እዩ ልብል እምነት ኣለኒ። ትማሊ ሓደ ካብቲ ዘሐጎሰኒ ነገር ኣብ ዛላምበሳ ዝነበረ ርክብ እዩ። እዚ ርክብ እዚ ካብቲ ናይ ቅድሚ ሕጂ ዝነበረ ዶባት ተኸፊቱ ርክብ ፍልይ ዝበለ እዩ። ተስፋ ዘለዎ ንቕድሚት ክወስድ ዝኽእል እዩ። ኣብ ቅድሜና ካልእ ዓቢ ሓደጋ ኣሎ። እቲ ቅድሜና ዘሎ ሓደጋ ኣብ ስርዓት ብልጽግና ዝመጽእ ሓደጋ እዩ። ነዚ ሓደጋ እዚ ክንምክት ተኾይንና ሕብረትና ከድሊ እዩ። ይኹን እምበር ሕጂ እውን ካብ ናይ ኤርትራ ፖለቲካዊ መራሕቲ ካብ ናይ ትግራይ ፖለቲካዊ መራሕቲ ንኢትዮጵያ ዘቋምቱ ክህልዉ ይኽእሉ እዮም። እቲ ህዝቢ ግን ውሳኔ ክወስድ ኣለዎ። ዝገርመኒ ነገር ናይ ኪሮስ ከኣ።
እሺ ኢሎም ዋእ ኣፉ ተዓቢሱ ዘሎ ዋእ ኣቦ ወንበር ኔሩ ናብ ታራ ንዋይ ንመጨጨ ነዚ ቦታ እዚ ሂበሞ ኢኻ ባዕሎም ንባዕሎም ስለ ዝመሃረዙ ዘለዉ በቃ ከም ድሌቶም ገብርኦሎም ማለት እዩ እዚ ኩሉ ሰብ ክፈርሃሉ ክፈልጦን ዝግባእ ባይቶ ባዕሎም ንባዕሎም ጥንሲ ህዝባዊ ትካላዊ ሕጋዊ ከውርድ ከደይብ ዝኽእል ህዝቢ ምእንታን ክኸውን ዓዶም ክምለስሎም ብዓዶም ተወኪሎም ክመጽሎም ንብል ዘለና እዚ እኮ ፋክት እዩ ባይ ዘ ወይ ሕጋዊ ትካላዊ ከምዚ ስለ ተዛረብካ ጸላኣካ ተዘሎ ውጻእ ንሕና ንቅዋም ንሕጊ ንስርዓት እና ንቃለስ ዘለና እምበር ንውልቀ ሰባት ኣይኮነን እዚ ኩሉ ሰብ ክፈልጦ ዝግብኦ ማለት እዩ ዋላ ኣብ እስራኤል ዘለኹም ኣሕዋትና ዝሓለፈ ግዜ ቅድሚ ትማሊ ቅድሚ ሰለስተ መዓልቲ መልእኽቲ ኣሕሊፈሎም ኔረ don't be emotional ስሚዒታውያን ኮንኩም ብቃላት ተታሊልኩም ከምቲ ትማሊ ዋጋ ንኾንቱ ከፊሎም ዘለዉ ኣሕዋትና ትሽዓተ ሰባት ንትቸዓተ ዓመት ዝኣክል ንዓሰርተ ዓመት ዝኣክል ተኣሲሮም ኣለዉ ኣብ ውሽጢ ኤርትራ ካብ እስራኤል ተሃንዲዶም ክንቃለስ እና ኢሎም ብስሚዒት ብወኒ ዝኸዱ ማለት እዩ። ኢንዲጂኔስ ኣይነት ነገር ያላቸው እየተገፋን ነው የሚል ስሜት እንዴ በዛ ምክንያት እኮ ተሰደው ነቅለው ወጥተው ልጆች የልጅ ልጅ ወልደው ፍራንክፈርትና እዚህ ኮሎምቦስ ኦሃዮ እኮ አሉ። ወልቃይት እኮ ቀላል የማይባል

አማራውንም አማራ ይላሉ አንተ ስትለው እኔ ወልቃይቴ ነኝ ይላል።
ሶጻይ ዝገብር ዘሎ ኣበሳንጆ ኣብዚ ሕጂ ስሕተት የብሉን ኣነ ወልቃይት ወዲ ወልቃይት ወልቃይት ቶት ክበሃል ከሎ ሰባት ከምዚ ዝኾነ ክፋል ዓዲ ኮይኑ ሲ ናይ ክልል ገለብ ዘይውግዓሉ እዋን ደቂ ወልቃይት መፅኦም ኢሉ ክዝረብ ከሎ ይፈልጥ እየ ማለት እዩ ንኣብነት ኣግዲሙ ሓድየ ክልትየ ኢሎም ዝቆጽሩ ሰባት ከምዚ ላህጀኦምሲ ከምዚ እዚኦም ካብ ወልቃይት ከባቢ እዮም ክበሃል ከሎ ኣነ ሕጂ ይፈልጥ እዩ ሶ እዚ ወግዒ ዘውግዖ ዘሎ ምሳይ ከዓ ክመሃሩ ከለዉ ኣነ ወደበ እየ ኢሉ እንድዒ ኣይዶኖ ዘውግዕ ከምዚ ማንነቱሲ ኣነ እኮ ከምዚ እየ ነይረ ይበሃል ድኸ ነይሩ እዩ ቀደም ብስሩ ንሕና ተጋሩ ንሕና መሓሪእና ይበሃል ነይሩ ዶ ቀደም ኣይበሃልን እኮ ነይሩ ካብ መዓዝ እንድሕር ከምኡ ከም ተጀመረ ኣነ ብዙሕ ኣፍልጦ ዋላ እኳ ተዘይሃለወን ሓቂ ንምዝራብ ማለት እዩ ግን ኣብ ዝኾነ ሰዓት እዩ እምበር ከምዚ ጀሚሩ ኣነ ወዲ ዓዲ ዓዲ ካስየ በእዩ እዩ ዝበሃል እምበር ብዛዕባ ሙሉእ ሃገርካ ኢኻ ትሕተት እምበር ኣነ ከምዚ ክልል እየ ኣብ ከምዚ ክልል ዝዓበኹ እየ ከምዚኣ ክልል ዝመፀት እያ ገለ ትበሃል ሕጂ ቀረባ እዋን ኢና ንሰምዖ ማለት እዩ ብፍላይ ከ ካብ ክልተ ሽሕን ሸውዓተን ዓመተ ምህረት ብሄርተኝነት ገለመለ ዝበሃል ነገር ሞር ብጣዕሚ ዓብላልነት እንዳሃለዎ ከምዚ ገበሩና ብዓሌትና እንዳጠቃዕና ገለ ወዘተ ናብ ዝብል ናሬሽን እንዳኸደ ዝመፀ ድሕሪ ክልተ ሽሕን ሸውዓተን ናይ ጎንደር ዓመፅ እዩ እምበሪ ካብኡ ቅድሚኡ ጀሚሩ ገለ ብዙሕ ከምዚ ዓይነት ነገር ኣነ ሰሚዐ እውን ኣይፈልጥን ወለደይ እውን ከምዚ ኢሎም ኣይተዛረቡን መምህራን እውን ከምኡ ዓይነት ትምህርቲ የምሃሩን ባይዘይ ክንመሃር ከልና ይውጋዕ ነይሩ እዩ ከምዚ በለ እከለ ከምዚ ቆተሎ እከለ ከምዚ በለ ወረሶ ገለ ወዘተ ዝብል ኣብ ሂስትሪ ክላሳት ንመሃር ነርና ግን ክሳብ ክንዲ ዝኣክል ንሕና ከምዚ ተዘይኮይና እዛ ክልል እዚኣ ከምዚ ተዘይኮይና እዚኣ ክተጥፍያ እዚኣ ክተብልያ ዝበሃል ከምታት ነገር ኣይውጋዕን ነይሩ ኣይስማዕን ነይሩ ከምዚ እውን ኣይተነገርናን ሓቂ ንምዝራብ ኣብዚ ሕጂ እዋን ግን ሓደ ሰብ ወድ ወልቃይት እየ እንድሕር ኢሉሲ በቃ ይመቸኻ ኢኻ ትብሎ ዘለካ እንታይ እሞ ኢኻ ክትብሎ እኮ እዩ በቃ ንዕኡሲ ኣብቲ ዘለዎ ኮይኑ ናቱ ምርጫ ኢኻ ተኽብረሉ እንታይ ኢሉ ከም ዝመረፀ ከዓ ንሱ እዩ ዝውስን እምበር ኣነ ካብ ሽረ ከይደ ይመርፀሉ ዝኾነ ሰብ ከዓ ካብ ባህርዳር መፂ ይመርፀሉ ባዕሎም ዘይመርፁ ተመኡ ዘለዎ ሰባት እንታይ ፀጊሙና ኢኹም እቶም ሰብ
ቅድመ ኩነታት እዩ ዘማቻቹ ዘሎ ማለት እዩ። ህዝቢ ትግራይ ኩናት ኣይደልን ግን ኣብቱ ዘለዎ መከራ ክነብር ካኣ ይደልን። እቶም ናይ ደብዳባት ናይ ፕሮፖጋንዳ ውግእ እዚኦም ኩሎም ደማሚርካ ግን ነዙይ ዝምጉ እዮም ዝሰሙን። ንህዝቢ ትግራይ እውን በዙይ ተዘሓሕሎ ንጀዋር ታይ ይመፆ ሪኢኻዮ ተኾይንካ ጀዋር ብጥንቃቀ ይመፁ ኢለካ እየ። ክልቲኡ ህዝቢ ውግእ ዘይደሊ ሓደ ህዝቢ ውግእ ደልዩ የብልን ካልኣይ ህዝቢ ትግራይ ብሱሩ

እኔ ምን ስለሰለቸን ስድብ ሁላ ጣልኩ። እስታሊኒ ሃይለ ደደቢቲ ሓንቲ ማዓልቲ ንዝጠመየ ህዝብና ክንድዚ ቅርሺ ሰዲድና ኣለና ኢሎም ኣይፈልጡይ ረዲኦምኽን ሓጊዞምኽን ኣይፈልጡይ ኸቢድ ውቂዕት ዘለዎም ፉሉይ ሓይሊ ሓንቲ ማዓልቲ እስፖንሶር ኾይኖም ወፃእ ወሲዶም እሐኪሞም ኣይፈልጡይ ነገር ግን ቤተክርስትያን ሓዲግክን ፆም ፀሎት ሓዲግክን እስታሊን ሓንቲ ሜትሮ ቅረያትና ኣዲስ ኣበባ ክንኣቲ ኢሉ ሃይለ ደደቢት እዙይ ኢሉ ንጉሆይ ምሸትይ ዜና ላሰማዕኽን ሂወትኽን ሂወት ደቅኽን ተበላሽያ ለለኽን ኣደታት ኣድባ ሀም ዓዲ ንጠፍእ ኣለና ሀም ህዝቢ ንረግፍ ኣለና ሀፍታም ህዝቢ ራያ ጠምዩ ሀፍታም ህዝቢ ኢሮፕ ጠምዩ ሐንቲ ማዓልቲ ግን ድምፂ ኾይኖም ኣይፈልጡ እዞም ሰባት እዚኦም እኳ ዳኣስ ብደቅኽንይ ብባዕልኽንይ ንጉድልኽን ኣለው ኣብ ትግራይ ዘሎ ኩነታት ብባህሪኡ ዝጸንሐ እንድዩ ዝጸንሐ እናበለ እናበለ እናበለ ዓብዩ ኣብቲ ሕዚ በጺሕዎ ዘሎ ደረጃ እዩ በጺሑ ዘሎ። ጥቕልል ኣቢለ ኣነ ክሪኦ ከለኹ ግን ጠቕላላ ኣብ ትግራይ ሕዚ ብዙርያ መለሽ ክትብሎ ትኽእል ማሕበረሰባዊ ውድቀት እዩ ኣጋጢሙ ዘሎ። ማሕበረሰባዊ ውድቀት እዩ። ብሃይማኖት ክትብሎ፣ ብኢኮኖሚያዊ ክትብሎ፣ ባህላዊ ክትብሎ፣ ማሕበራዊ ህይወት ክትብሎ እዚ እኒኤና ትብሎ ነገር የለን ሕዚ ኣብ ትግራይ ኮምፕሊትሊ ማሕበረሰባዊ ውድቀት እዩ ኣጋጢሙ ዘሎ። ምንድን ነው እያደረጉ ያሉት ኤርትራውያን? ሐራይ እዚ ወዲ ጽዮን ዝብሃል መብዛሕትኡ ግዜ ብዛዕባ ናይ ትውልዲ እስራኤል ገለ ዘለዎም ሰባት ይዛረብ ማለት ምስ ጥበብና ምስ ክእለትና ከምዚ ኢልኩም ከይንቕድስ ብዙሕ ጌርኩምና እዩ ዝብል ማለት እዩ ያው እዚ ትክክል እዩ ማለት እቲ ድሑር ክፋል ታሪክና ኮይኑ ዘገልግል ጉዳይ እዩ ማለት እዩ ድሑር ክፋል ታሪክና ክብል ከለኩ ከም ህዝቢ ዝወደቅናሎም ኤርያታት ፈልዩ ዝዛረበሎም ቶፒካት ኣለዎ ይዛረብ እዩ ስምዕዎ ክትሪኦ ቲክቶክ ገለ ማለት እዩ ወዲ ፅዮን ከዓ ትክክል እዩ ሓሳቡ ክገልፅ ከምዚ ኢሉ ምኽንያቱ ኣነ እውን እንዳረኣኹ ስለ ዝዓበኹ ማለት እዩ እዚ ዘይሕሶ እዩ ከለ ጠቢብ ዶ ከለ ቡዳ ዶ ከምዚ ኢሉ ኣይቅድሱን እዮም ከምዚ ይብሉ እዮም ገለ እናበልና ከም ማሕበረሰብ ብጣዕሚ ኣዝዮም በቃ ሽግር ዝፈጥሩ ማለት ባህልኻሲ ዘና ማለት ቡዳዶ ገለዶ ዝበሃሉ ወዘተ ቃላት እሲ ኣብ ማሕበራዊ ሚድያ ንባዕሉ እንተይተረፈ ከምዚ ገይሩ ሒዝኒ ከምዚ ገይራ ሒዛትኒ ዝበለ ዘዛዕበለ ዘበለ ብምሉእ ዝዛረበሉ ቃላት እንዳምፃና እንዳፈጠርና ማለት እዩ ንዛረብ ኢና ከም ማሕበረሰብ ከምዚ ዝበሃል ነገር ኣሎ እንተኾይኑሲ ተዛረቡ ተባሂሉ እውን ብቐዳማይ ዋእ ኣሎ ድዩ ሰብ ዝበልዕ እዚ በኣ ሕጂስ ክንሓልፎ ኣይግበኣን እዩ ክንሓልፎ ኣይግበኣን ነቲ ህዝብስ ክነምህሮ እዩ ዝግባእ ገለ ኢሎም እውን ኣብዚ ናይ ቤተ ክህነት ኣኼባ ድዩ ገለ ብቐዳማይ ተዛሪቦም ነይሮም ዝኾነ ስብሰባ ነይርዎም ኣኼባ ማለት እዩ ከምዚ ቡዳ ዝበሃል ነገር ባርያ ዝበሃል ነገር ገለመለ ዝበሃል ነገር ንሕናሲ ከም ማሕበረሰብስ ከመይ ጌርና ኢና እንዳፈጠርናዮ መፂና ኔርና ቀደም ሰብ ዓሻ ምንባሩ እያ ንርኤ ብዙሕ ታሪኻት ከንብብ ከለኹ ማይጋድ ብዛዕባ ብፍላይ ናይ ኣቢሲኒያውያን ታሪኽ ገለ ከንብብ ከለኹ ብዙሕ ሰብ ባህላዊ እዩ ነይሩ ቀደም በቃ ናይ ባህልሲ ድሕረት ድሓር ዝተረፈ ናይ ቀደም ጥንታዊ ዝኾነ ስቕ ኢሉ ናይ ዓያሹ ዘመን እዩ ነይሩ ማለት እዩ። ድሕሪ ዝተወሰነ እዋን ግን ሰብ እናማዕበለ እናመሓየሸ ቴክኖሎጂ ገለ እናረኣየ ገለ ስለ ዝመፀ ከምዚ ዓይነት ቃላት እንዳገደፎም ክመፅእ ዋላ እንዳተገበኦ ግን ሕጂ እውን ካብ ደመይ ከውፅኦም ኣይደልን እየ ኢሉ ዝዛረብ ሰብ ከዓ ይርኤ ማለት እዩ። ማለት ከምዚ ዝበለ ህልወሳሲ ዕስራ ሓደን ክፍለ ዘመን ክህሉ ትፅቢት ኣይትገብርን ኢኻ ኣብ ዘመነ ኳንተም ኮምፒውቲንግ

ሕጂ እዚኣ ጥቆማ ሃቡ ገለገለ እዩ ዝብል ማለት እዩ ከምኡ እዮም ዝብሉ ዘለዉ እዚኣቶም እዚ ማለት ነዚ ምስ ዓሰርተ ሽዱሽተ ሰብ ክትሕድሮ ኣለካ ሽግር እንታይ ምዃኑ ክፈልጥ እንድሕር ኮይኑ ከመይ ዝኣመሰለ ዕውር ናይ ስነ ልቡና ጸገም ዘለዎ ሰብ መሲልኩም እዚ ሰብ እዚ ኣነ ብጣዕሚ እየ ዝግረም ብጣዕሚ እየ ዝድነቕ እታ ምስ እትዛረብ ዘላ ወጣም እውን ከምኡ እንድያ ግን ብስነ ኣእምሮ ሲ ክትወርድ ከለኻ ክሳብ ክንዲ ዝኣክል ንታሕቲ ስቕ ኢልካ ጉድጓድ ክትኣቱ ከለኻ ከምዚ ዓይነት ሓሳብ ዘለዎ ሰብ ትኸውን ትኽእል ኢኻ ማለት እዩ እዚ ከዓ እዩ ኣነ ዝገርመኒ ዘሎ ማለት እዩ እዚ እቲ ፕሮብሌም እዚ እዩ ኣነ ብጣዕሚ ዘደንቐኒ ዘሎ ኤርትራዊ ከሆነ የተከራየው በምን የህግ ማእቀፍ ነው የተከራየው? ሓደ ሰብ ኣብ ዓቢ ስልጣን ኔሩ ኣብ ተራ ሂወት ተሪካዮ ከተባጭወሉ ኣይግባእካን እዩ ኣብ ተራ ሂወት ዝረኣካዮ ነታ ዝነበሮ ኣብ ስልጣን ንስርቅን ን ንዝንታን ስለ ዘይተጠቀመሉ እዩ። እወ ንስርቅን ንዝናን እኮ ኣይተጠቐመላን እዩ ትኽክል እዩ ከምዚ ክተዋጭዎ ገለ የብልካን እዚ ኣብ ዓድኹምስ ኣሎ ዶ ሕጂ ማለት ርኢኻዮ ዶ ትፈልጥ ኣብ ዓድኹም እንድሕር ኣሎ ርኢኻዮ እንድሕር ኮይንካ እስኪ ተዛረብ ኢኻ ክብለካ እኮ እየ ዝደሊ ተስፋይ ሃብቲ ናይ ኢትዮጵያ ኣለዋ። ኣብ ስዊድን ገለ ግን ኮምዚ ኣይገብሩን እዮም ይብል ኣብ ስዊድን ይብል ናብ ኤርትራ ገዲፉ ሲ እዚ ከኣ እንታይ እዩ ዘውግዕ እዚ ኤግዛምፕል ገይሩ ሲ ኣብ ስዊድን ግን ኮምዚ የለን ኣነ እኮ እንታይ እዩ ዝብል ዘሎ ኢለ እየ ተዛሪበ። Stop killing Eritrean refugee in Libya ነዞም ኣሕዋትና ኣብ ሊብያ ዘለዉ ኣብ ስቓይ ኣብ መከራ ኣብ ሽግር ዘለዉ ኩላትና ብሓደ vote ብሓደ ድምጺ ድምጺ ክንኮኖም ብትሕትና እሓተኩም ማለት እዩ ኣነ እቲ ሂወተይ እዩ እብ ሊብያ ሰለስተ ዓመት ሙሉእ ተቐሊጠ እየ እቲ ሂወት ከመይ ምዃኑ እቲ ሂወት ማራ ኣስካሕካሒ ሂወት ምዃኑ ጽቡቅ ጌረ እየ ዝፈልጥ ደቂ ኤረይ ኩላታ ማለት እዩ ድምፂ ንኹኖም። እዚ ትሪእዎ ዘለኹም ማለት ንኸይድ እና ዘለና እዩ ዘሎ ማለት እዩ ናብ መቐለ ኢና ንፅዕን ዘለና ከምዚ ኢልና ንኸደ ኣለና ይብል መዓት ነዋሕቲ መኪና ኣለዋ ናብኡ ክኾና ይኽእላ ዘይክኾና ይኽእላ ግን ንኸደ ኣለና እዩ ዝብል ማለት እዩ ሓደ ሓደ ግዜ እውን ከምኡ ምስ ኢሎም ዘምፃሎም ስለ ዝዛረቡ መብዛሕትኦም ኣይፍለጥን እዩ እንተኾነ ግን ንኸደ ኣለና ዝብል ፃውዒት ገለ የቕርብ ኣለኹ so እዚ ኩሉ እዚ ሃፐን ይገብር ኣሎ ማለት እዩ ከምዚ ዓይነት ጽላኣታት እውን እንዳንጸባረቑ ገለ ቀንዮም ኣለዉ ብጣዕሚ ዝገርም ነዞም ከም ዝበሉ ሰባት ከዓ ኣፍኣፎም ክነትሕዞም ክንክእል ስለ ዘለና ማለት እዩ ክትፈርሖም ኣይኮንካን ዘለካ መልሲ መልሶም ልክዕ ልክዖም እዮም ክንገሩ ዘለዎም ዝብል ርእቶ እዩ ዘለኒ ናይ ሎማዓንቲ ቪድዮ ነዚ ዝመስል ክሳብ መወዳእታ መደብ ተኸታቲልኩም ኣብ መወዳእታ ሃናጻይ ርእቶ እንዳገደፍኩም ስለ ትኸዱ ብጣዕሚ ብጣዕሚ ገይረ እየ ዘመስግን ልዋም ቅነ ክኾነልኩም እየ ዝምነ ቻው ዳሕና ቀንዩታ ጸጽቡቁ የስምዓና።
Good light ዳሕና ሕደሩታ ኣሕዋተይ ማለቱ እዩ።